ሰላም ከመይ ትኾኑ ጋይስ ካብ ፊሊ ሎማዓንቲ ካብ ሓድሽ ቪድዮ ተመይስና ኣልና ናይ ሎማዓንቲ ቪድዮ ናይ ሎማዓንቲ ርእስና ዝተፈላለዩ ኣዝዮም ኣገደስቲ ሓበሬታት ይሒዘልኩም መጽየ ዘለኹ ብፍላይ ካኒ ካብ ዝበዝሑ ኤርትራውያን ልዕሊ 20 ሚልዮን ሒዙ ዝጠፍአ ውልቀ ሰብ ኣሎ እንታይ ገይሩ ዝብል ክንርኢ ኢና ማለት እዩ ስለዚ ሳብ መወዳእታ ምሳይ ጽንሑ ሓደሽቲ ድሕር ኪንኩም ሳብስክራይብ ኣይትረስዑ ለስ ጎ ስለዚ ጋይስ ቅድም ናብቲ ቀንዲ ኣርእስትና ምኻድና ኣብዚ ሰሙን እዚ ኣብ ዝተፈላለዩ ሶሻል ሜድያ ክሰምዕዎ ዝቐንኹም ብዛዕባ ሓንቲ ናይ ውሽጢ ባሕሪ መርከብ ሓሙሽተ ሰባት ሒዛ ጠፊኣ ዝብል ዜና ኣብ ዝተፈላለዩ ማስሜድያ ሰሚዕኩሞ ክትኮኑ ትኽእሉ ኢኹም። ብዘሕዝን መንገዲ ግን ትማሊ ሓሙሽኦም ህይወቶም ሓሊፎም ኣሎ። ምናልባት ሓሙሽተ ሽሕ ካልእ ስደተኛታት ይሞቱ ኣለዉ እንድዮም ክትብሉኒ ትኽእሉ ኢኹም። ግን ገለን ሰኣን ማይ ገለን ብማይ ዝበሃል ምስላ ኣሎ መዘለኒ ኮሜዲቲ ምስላ። ስለዚ ናይዚኦም ብጽጋቦም ስለ ዝኾነ እዚ ቪድዮ ዘምጽኦ ዘለኹ እቲ ዘጋጠመ ክነግረኩም። እዛ ነዞም ሓሙሽተ ሰባት ሒዛ ጠፊኣ ዘላ ናይ ውሽጢ ባሕሪ መርከብ ተይታን ሰብመርሳብል ትበሃል። ካብ ካልእ ዓይነት ናይ ውሽጢ ባሕሪ መርከብ ዘፍልያ ነገር እንድሕር ሃልዩ ሓደ ድሩት ዓቕሚ እዩ ዘለዋ ወይ ከዓ ንእሽተይ ዓቕሚ እዩ ዘለዋ። ካልኣይ ከዓ በትን ዓቕሚ ናታ ክትውንጨፍ ትኽእል ካብ ባሕሪ ከዓ ዘይትወፅእ ናይ ውሽጢ ባሕሪ እያ ማለት እዩ። ካልኣይ ከዓ ንውሽጢ ከዓ ክሳብ ኣርባዕተ ኪሎ ሜትር ንውሽጢ ክትኣቱ ትኽእል ኮይና እያ ተሰሪሓ ማለት እዩ ኣብዛ ናይ ውሽጢ ባሕሪ መርከብ ዝጠፍኡ ሰባት ከኣ ብሙሉኦም ሃብታማት እዮም ሃብታማት ሰባት እዮም እቲ ሓደ ሃሚሽ ሃርዲንግ ይበሃል እቶም ክልተ ከኣ ናይ ዳውድ ቤተሰብ ኮይኖም እቲ ሓደ ሻህዛድ ዳውድ ይበሃል እቲ ሓደ ከኣ ሱሌማን ዳውድ ይበሃል ወዱ ማለት እዩ ኣቡኡ ሻህዛድ ዳውድ ይበሃል ወዱ ከኣ ሱሌማን ዳውድ ይበሃል ናይ ፓኪስታን ሃብታማት እዩ እቲ ራብዓይ ከኣ ፖል ሄነሪ ይበሃል ስፔሻሊስት ናይ ኔቪ ዳይቨር እዩ ሓሙሻይ ከኣ ስቶክተን ራሽ ይበሃል ናይዛ ሕጂ ክንሪኣ ዝጸናሕና ወይ ከኣ ነዞም ሓሙሽተ ወሲዳ ዘላ ናይ ውሽጢ ባሕሪ መርከብ፣ The Ocean Gate፣ ዝተባህለ ካምፓኒ ወናኒ ማለት እዩ። ስለዚ እዞም ሓሙሽተ ሰባት እዚኦም ንቕድሚ ሚእቲ ዓመት ኣብ ባሕሪ ዝጠለቐት ታይታኒክ መርከብ ንምርኣይ እዮም ካብ ዓዶም ክልተ ሚእትን ሓምሳን ሽሕ ዶላር ከፊሎም ንውብውልቆም ማለት እዩ ክልተ ሚእትን ሓምሳን ሽሕ ዶላር ከፊሎም ነዛ መርከብ ንክርእዩ እዮም ተበጊሶም ማለት እዩ። ዝገርም ነገር ከኣ ቅድሚ ምብጋሶም እቲ ካምፓኒ እቲ ዘፈርሞም ነገር ኣሎ። እሱ ከኣ እንታይ እዩ ዝኾነ ይኹን ሓደጋ ምስ ዘጋጥሞ ወይ ከኣ ዝኾነ ይኹን ኢቭን ክሳብ ሞት እንድሕር ኣጋጢሞም እቲ ካምፓኒ እቲ ተሓታቲ ከም ዘይኮነ ይፍርሙ እዮም ተረዲኹም ኣለኹም ስለዚ ነዚ እዩ ካብቲ መጀመርያ ብጽጋቦም እዩ ዝበልኩ ምክንያቱ ኣብታ ቀዳመይቲ ገጽ ጥራይ ሰለስተ ግዜ ብዛዕባ ሞት ተላዒሉ ኣሎ ወይ ከዓ ሞት ዝብል ጽሑፍ ሰለስተ ግዜ ኣሎ ኣብታ ቀዳመይቲ ናይቲ ውዕል ወረቐት ሰለስተ ግዜ ሞት ተጻሒፉ ኣሎ ኣይገርምንዶ? እቲ ካልእ ዝገርም ገጽ ናይዚ ጉዕዞ ከኣ ነዛ ናይ ውሽጢ ባሕሪ መርከብ ንምጓዓዝ ዝጥቀምሉ ዝነበሩ ጂፒኤስ ኣይኮነን ወይ ከኣ ሪሞት ኮንትሮል ገይሮም እዮም ዝጥቀሙ ነይሮም ብናይ ጆስቲክ መጻወቲ ብልክዕ ብከምኡ ዝመስል ነገር ገይሮም እዮም ዝጥቀሙ ነይሮም ማለት እዩ
ስለዚ ከምዛ ዝረኣኹማ በዛ ሪሞት ኮንትሮለር ዝኾነት ጆስቲክ ገይሮም እዮም ዝጥቀሙ ነይሮም። እታ ናይ ውሽጢ ባሕሪ መርከብ ጂፒኤስ ዝበሃል የብላን ማለት እዩ። ኣብ ደገ ኮይኖም ወይ ኣብ መሬት ኮይኖም እዮም ካልእ ሰብ ዝቆጻጸርዋ ማለት እዩ። ስለዚ እዛ ናይ ውሽጢ ባሕሪ መርከብ ብሰንበት ንግሆ ናብ ውሽጢ ባሕሪ ምስ ኣእተውዋ ድሕሪ ሰዓት ክኸውን እዩ ኮኔክሽን ተበቲኹ። ምስቶም ኣብ ደገ ኮይኖም ዝቆጻጸርዋ ዘለዉ ሰባት ድሕሪ ሰዓት ኮኔክሽኖም ተበቲኹ ማለት እዩ። ሽዑ ንሽዑ ከኣ ምድላይ ጀሚሮም ክርከቡ ዘለዉ እውን ሽዑ ዓቢ ተስፋ ነይሩ ምክንያቱ ናይ ሰብዓን ሽዱሽተን ሰዓታት እውን ኦክስጅን ስለ ዝነበሮም ሰብዓን ሽዱሽተን ሰዓት ከጽንሖም ዝኽእል ኦክስጅን ስለ ዝነበሮም ሽዑ ንሽዑ ክደልዩ ጀሚሮም ማለት እዩ እንተኾነ ግን ቀልጢፎም ክረኽቦም ኣይከኣሉን ማለት እዩ ስለዚ ትሒዞሞ ዝኣተው ናይ ሰብዓን ሽዱሽተን ሰዓታት ኦክስጅን ክሳብ ትማል ንግሆ ከጽንሖም ከም ዝኽእል እዩ ተገሚቱ ነይሩ ማለት እዩ ከም ዝረኣኹሞ ከኣ ትማሊ ብወግዓዊ ከም ዝሞቱ ከኣ ተገሊጹ ማለት እዩ ስለዚ እዞም ሰባት እዚኦም ዝኣተውዎ ዕምቆት ባሕሪ ብመልክዕ ስእሊ ከመይ መስል ንራዮ ከም ትሪእዎ ዘለኹም እዚ ጫፍ ናይ ባሕሪ እዩ ከም ትሪእዋ ዘለኹም መርከብ ኣላኡ ስለዚ እዚ ጫፍ ናይ ባሕሪ እዩ ከም መወዳደሪ ከዓ እንታይ ኢሉ ምፅዋ ኣሎ እዚ ሲኤን ታወር ናይ ቶሮንቶ ምፅዋ ኣሎ ክሳብ 553 ሜትሮ ክትበፅሕ ትኽእል ማለት እዩ ስለዚ ንታሕቲ ምስ ንኸይድ ወይ ከዓ ካብ ባሕሪ ንውሽጢ ምስ ንኸይድ ከም ትሪእዎ ዘለኹም ሰብ ክኣትዎ ዝኽእል ደረጃ ክሳብ ኣርባዓ ሜትሮ ሰብ ክኣቱ ክእል እዩ ክሳብ ኣርባዓ ሜትሮ ሰብ ክኣቱ ክእል እዩ ካብኡ ንታሕቲ ግን ሰብ ክኣቱ ኣይክእልን እዩ ማለት እዩ ፕሬር እንዳወሰኸ እዩ ዝኸይድ ስለዚ ካብኡ ንታሕቲ ካብ ኣርባዓ ሜትሮ ንታሕቲ እንድሕር ኣትዩ ሰብ ክመወት ጥራይ እዩ ዝኽእል ወይ ከዓ ናይ ሙማት ዕድሉ እንዳገፈሐ ይመፅእ ማለት እዩ ስለዚ እታ ዝበዝሐት ሰብ ክኣትዋ ዝኽእል ክሳብ ኣርባዕተ ሜትሮ እያ ማለት እዩ ከም ትሪእዎ ዘለኹም መብዛሕትኦም ዓሳታት ዝርከብዎ ከኣ ኣብዚ ላዕሊ እዩ ማለት እዩ ልክዕ ምስ ሰብ ክሳብ ኣርብዓ ሜትሮ ዝበጽሕ እዮም ክጸንሑ ዝኽእሉ ወይ ከኣ ክሕምብሱ ዝኽእሉ ማለት እዩ ካብኡ ንታሕቲ ክሳብ 200 ሜትሮ ከኣ ዘን ሳብ ማሪን ወይ ናይ ወተሃደራት መራኽብ ናይ ውሽጢ ውሽጢ ባሕሪ ዝኸዳ ክሳብ 200 ሜትሮ ውሽጢ ክኣትዋ ክእላ ማለት እዩ ክሳብ ክልተ ሚእቲ ሜትሮ፣ ካብኡ ንታሕቲ ክሳብ ሽዱሽተ ሚእቲ ሜትሮ ከኣ ከም ትርእይዎ ዘለኹም በዓል ዓሳ ነባሪ ንውሽጢ ክኣትዉ ከም ዝኽእሉ እዩ ዘርኢ ዘሎ ማለት እዩ። ክሳብ ሽዱሽተ ሜትሮን ካልእ ካልእ ዓሳታት እውን ክኣትዉ ክኽእሉ እዮም። ስለዚ ክሳብ ሽዱሽተ ሚእቲ ሜትሮ እቶም ዓሳ ነባሪ ክኣትውሉ ዝኽእሉ ማለት እዩ። ካብኡ ንታሕቲ ኣብ ሽሕ እንድሕር በጺሕና ኣብ ሽሕ ሜትሮ እንድሕር ከይድና ክሳብ ሽሕ ሜትሮ ብርሃን ክረአ ዝኽእል እዩ ወይ ከዓ መዓልትን ለይትን ክትፈልየሉ ትኽእል ኢኻ ማለት እዩ ካብ ሽሕ ንታሕቲ ግን ኩሉ ግዜ ፀልማት እዩ ኩሉ ግዜ ለይቲ እንዳተባሃለ እዩ ዝፅዋዕ ማለት እዩ ስለዚ ካብ ሽሕ ሜትሮ ንታሕቲ ዘለኻ ንረአ ስለዚ ከም ትሪእዎ ዘለኹም ካብ ሽሕ ሜትሮ ንታሕቲ ሓደ ዓሳ ክኣቱ ዝኽእል ኣሎ ማለት እዩ ክሳብ ሽሕን ሓሙሽተ ሚእትን ሜትሮ ክኣቱ ዝኽእል ኣሎ ማለት እዩ ከም ትሪእዎ ዘለኹም ብመልክዑ ትፈልጡ ኢኹም እዚ ዓሳ ስለዚ ክሳብ ሽሕን ሓሙሽተ ሚእትን ክኣቱ ክእል እዚ ዓሳ እዚ ካብኡ ንታሕቲ ከዓኒ ኣብ ክልተ ሽሕን ትሽዓተ ሚእትን ሜትሮ ከዓኒ እቲ ዝዓሙቐ ክኣቱ ዝኽእል ዓሳ ኣሎ ማለት እዩ ክሳብ ክልተ ሽሕን ትሽዓተ ሚእትን ሜትሮ ማለት እዩ ካብ ሽሕን ታሕቲ ግን ከምቲ ዝበልኩም ዓንተቦይ ፀልማት እዩ ወይ ከዓኒ ብለይቲ እዩ ዝፍለጥ ኩሉ ግዜ ለይቲ እዩ ማለት እዩ ብርሃን ዘይረኣየሉ ቦታ እዩ ሰለዚ ካብኡ ንታሕቲ ምስ ከድና ከም ትርእይዎ ዘለኹም ከኣ ኣብ ሰለስተ ሽሕን ሸሞንተ ሚእትን ሜትሮ ከኣ ከም ትርእይዋ ዘለኹም እታ ታይታኒክ ቅድሚ ሚእቲ ዓመት ዝወደቐትሉ ክሳብ ሰለስተ ሽሕን ሸሞንተ ሚእትን ሜትሮ ዑምቀት ኣትያ ከም ዘላ እዩ ዝሕብር ዘሎ ማለት እዩ። ስለዚ እዛ ነዞም ሓሙሽተ ሰባት ሒዛ ዝጠፍአት ናይ ውሽጢ ባሕሪ መርከብ ወይ ከዓ እዛ ናይ ኦሽን ጌት ካምፓኒ ተሰርሐት ከዓኒ ክሳብ 4000 ሜትሮ ንውሽጢ ክትኣቱ ትኽእል እያ ማለት እዩ 4000 ሜትሮ ሕሰቦ ኣዝዩ ኣዝዩ ዓሚቕ እዩ ማለት እዩ ጸልማት ተባሂሉ ዝፍለጥ ስለዚ ኣብዚ ኮንካ እሞ ከዓ ኮኔክሽን ድሕር ጠፊእካ ማዕረ ክንደይ ማዕረ ክንደይ ከቢድ ምዃኑ ከረዳእካ ይኽእል ማለት እዩ ስለዚ ማዕረ ክንዲዚ ዕምቀት ንውሽጢ እዮም ኣትዮም ነይሮም እዞም ሓሙሽተ ሰባት ማለት እዩ ኣብ መወዳእታ ከኣ እቲ ኣዝዩ ኣገዳሲ ሓበሬታ ዝበልክዎ ኣብዚ ሕጂ እዋን ብዝተፈላለዩ መንገዲ ካብ ኣፍሪቃ ንኤውሮጳ ካብ ኤውሮጳ ን ኣሜሪካ ድዩ ብካልእ ብዝተፈላለየ መንገዲ ብትራቨል ኤጀንሲ ብፍላይ ትጓዓዙ ሰባት ኣዝያ ኣገዳሲ ሓበሬታ እያ ስለዚ ክሳብ መወዳእታ ንርኣያ። ወደ ተለያዩ የኣውሮፓ ሀገራት እንልካለን የሚል መረጃን ማስታወቂያ በስፋት ሰምታቹ ሊሆን ይችላል። ከመወሰናቹ በፊት ግን ይህንን መረጃ ልንገራቹ። ካብ ዝተፈላለዩ ቦታ ብፍላይ ከኣ ካብ ኣፍሪቃ ንኤውሮጳ ንልእኽ ኢና ናብ ኣሜሪካ ንወስድ ኢና ዝብሉ ዝተፈላለዩ ሕጋውያን ትካላት ፕሮሞሽን ክገብሩ ወይ መወዓውዒ ክገብሩ ሰሚዕኩም ክትኮኑ ትኽእሉ ኢኹም። ስለዚ ቅድሚ ምውሳንኩም እዛ ቪድዮ እዚኣ ንዓኹም እያ ትምልከት እዩ ዝብለና ዘሎ።

ሓደ ኤክስክሉሲቭ ትራቨል ዝተባሃለ ትካል ንልዕሊ ክልተ ሚእቲ መንእሰያት ዝኾኑ ንኤሮጳ ይወስድ እየ ብምባል ልዕሊ ዒስራ ሚልዮን ኣታሊሉ ከም ዝጠፈ እዩ እቲ ሓበሬታ ወጺኡ ዘሎ ማለት እዩ። ይኸው ተቋም መቀመጫውን ያደረገው እዚሁ በመዲናችን አዲስ አበባ ቂርቆስ ክፍለ ከተማ ወረዳ አንድ ደንበል ህንፃ ላይ ነበር። እዚ ኤክስክሉሲቭ ትራቨል ዝተባሃለ መደበሩ ወይ ከዓ ትካሉ ኣብ አዲስ አበባ እዩ ተኸፊቱ ነይሩ። ወጣቶቹን ካሳመናቸው በኋላ ወደ ተለያየ ሀገራት እንደሚልክ ከነገረ በኋላ ግን

ስለዚ እዚ ትካል እዚ መጀመርያ ካብታ ሰብ ዝምዝገበላ ወይ ከዓ ክኸይድ ኢሉ ዝምዝገበላ ጀሚሩ ክሳብ ሸሞንተ ወርሒ ብዝተፈላለየ መንገዲ ገንዘብ ክኸፍሉ ይፀንሑ እሞ ድሕሪኡ ሸሞንተ ወርሒ ምስ ገበሩ ንኤምባሲ ዝእትወካ ወረቐት ይህቦም ማለት እዩ። ድሕሪ እዚ ኤምባሲ ምስ ከዱ ከዓኒ እዚ ትካል እዚ ወይ ከዓ እዚ ወረቐት እዚ ኣይንፈልጦን ኢና ብምባል እዮም ዝመልስዎም። ወጣቶቹ ከአንድ መቶ ሺህ እስከ አራት መቶ ሺህ ብር የከፈሉ ሲሆን ለመተማመኛ ደግሞ ቼክ ተፈርሞላቸዋል። ስለዚ እዞም ሰባት እዚኦም ወይ ከዓ እዞም ንክኸዱ ዝተመዝገቡ ሰባት ካብ ሚእቲ ክሳብ ኣርባዕተ ሚእቲ ሽሕ ብር እዮም ዝኸፍሉ ሕሰቦ ካብ ሚእቲ ክሳብ ኣርባዕተ ሚእቲ ሽሕ ብር እዮም ዝኸፍሉ ንመተኣማመኒ ብምባል ከዓ ቸክ ይፀሓፈሎም ወይ ከዓ ገንዘቦም ንከይውሰደም እሞ ንመተኣማመኒ ክኾኖም ተባሂሉ ቸክ ይፀሓፈሎም እቲ ዝተፃሕፈሎም ቼክ ከዓ ቸክ ምስ ገበርዎ ከዓ ፌክ ይፀንሖም ማለት እዩ

ምስ ሰራሕተኛኡ ሰራሕተኛታቱ ማለት እዩ ብዋሳብ ይፀሓፍ ከም ዝነበረ እዩ ተገሊፁ ካብኡ ንደሓር ግን ዳዩ ሙሉእ ብሙሉእ ኣጥፊኡ ማለት እዩ ካብዞም 200 ሰባት ከዓ ልዕሊ 100 ዝኾኑ ከዓ ኤርትራውያን እዮም እዚ ምናልባት ብኣዲስ ኣበባ ዝሓለፍኩምን ኣብ ኣዲስ ኣበባ ዘለኹምን ሕጅን ፅቡቅ ጌርኩም ትፈልጥዎ ኢኹም ምክንያቱ ብከምዚ ዓይነት ናይ ትራቨል ኤጀንሲ ዝፍትኑ መብዛሕትኦም ኤርትራውያን እዮም ናብኡ ዘምፅዎም ሰባት እውን ኤርትራውያን እዮም ማለት እዩ ከም ዝረኣኹምዎ ከዓኒ ኢቭን ልቸንሳ ከይተረፈ ፌክ ፀኒሑ ማለት እዩ ሕጂ ልቸንስ ኣለዎ ወይ ከኣ ቸክ ሂብኒ ኢልኩም ክትተዓመኑ ትኽእሉ ኢኹም። ስለዚ ከም ትርእይዎ ዘለኹም ከኣ ፌክ ልቸንሳ እውን ክስራሕ ይኽእል እዩ፣ ኣብዚ ዓዲ ክትፈልጥዎ ዘለኩም ነገር ማለት እዚ ምናልባት ኣብ ማስ ሜድያ ስለ ዝወጸ እዩ እምበር ክንደይ ከኣ ኣለዉ ሎሚ ጽባሕ ሎሚ ጽባሕ እንዳበሉ ንነዊሕ ዓመታት ከምኡ ክሰርሑ ዝጸንሑ ማለት እዩ ክሳብዚ ሕጂ እዋን እውን ዝሰርሑ ዘለዉ በዚ ኣዚኹም ኣዚኹም ክትጥንቀቑ ኣለኩም ማለት እዩ። ስለዚ ጋይስ ናይ ሎማዓንቲ ቪድዮ ዝመስል ነይሩ፣ ሓደሽቲ ድሕሪ ኬንኩም ሳብስክራይብ ኣይትረስዑ ሳብ ኔክስት መደብ